ሰላም ፈነወ ኤሪ ቲቪ ኣብ ምክታል ትርከቡ ክብራትን ክብራንን ከመይ ተምስዩ ንሎሚ ሶኒ 15 ግንቦት ዝተዳለወ ዜና ውሽጢ ንወፃእን ሒዝናልኩም ቀሪብና ኣሎና ንምክትታልኩም ብክብሪ ዝዕድም ልዋም ተኽለየ ፈለማ ኣርስተ ዜና ፕሬዚደንት ሺ ጂንፒንግ ንፕሬዚደንት ኢሳያስ ኣፈወርቂ ወግዓዊ ኣቀባብላ ገይሩሉ ፅዋእ ህያብ ናፅነት ኣብ መዲና መንእስያት ዝኾነት ሳዋ ውዕዋዕ ኣቀባብላ ተገይሩላ ኣብ ዓባይ ብሪጣንያ ኤርትራውያን ነበርቲ ለንደን መደብ ኣንበልብሊ ባንዴራይ ኣቃኒዖም ሚኒስተር ጉዳያት ወፃኢ ቻይና ኣብ ዩክሬንን ሩስያን ዝርከበን ሓሙሽተ ሃገራት ዑደት ክፍፅም መደብ ከም ዘሎ ተገሊፁ ኔቶ ኣብ ጃፓን ክኸፍቶ ወጢኑ ዘሎ ቤት ፅሕፈት ንናይ ምስፍሕፋሕ ጥሙሕ ናይቲ ኪዳን ዘነፅር ምዃኑ ተገሊፁ ብጉዳይ እጀታ ባሕሪ ደቡብ ቻይና ኣብ መንጎ ሃገራት ዞባ ተፈጢሩ ዘሎ ምትፍናን ክዓርግ ተሰጊኡ ናብ ዝርዝሩ ክንሰግር ፕሬዚደንት ሺ ጂንፒንግ ብዝገበረሉ ዕድመ ብ13 ግንቦት ናብ ቤጂንግ ዘምርሐ ፕሬዚደንት ኢሳያስ ኣፈወርቂ ሎሚ ወግዓዊ ስነ ስርዓት ኣቀባብላ ተገይሩሉ ከምኡ እውን ምስ ፕሬዚደንትን ቀዳማይ ሚኒስተርን ርክባት ኣካይዱ ልኡኽ ሚኒስትሪ ዜና ተዓገስ ፍረዝጊ ብመልክዕ ጸብጻብ ዝለኣኸ ትሕዝቶ ገረ መስቀል ገረዝኬር ከቕርቦ እዩ
ፕረዚደንት ሺ ጂንፒንግ ሎሚ ዓሰርተ ሓሙሽተ ጉንበት ኣብ ሰዓታት ድሕሪ ቀትሪ ንናይ ክብሪ ጋሻኡ ፕረዚደንት ኢሳያስ ኣፈወርቂ ወግዓዊ ኣቀባብላ ገይሩሉ። ኣብቲ ብናይ ክብሪ ሰልፍን ሃገራዊ መዛሙር ኤርትራን ህዝባዊት ሪፓብሊክ ቻይናን ዝተሰነየ ወግዓዊ ጽምብል፣

ምሉእ ጸብጻቡ ኣብ ናይ ጽባሕ ዜናዊ ፈነወና ከነቕርበልኩም ኢና። እዚ ከምዚ ኢሉ እንከሎ፣ ፕረዚደንት ኢሳያስ ብሰበስልጣን ኤርትራን ቻይናን ተሰንዩ ኣብ ከተማ በይጂንግ ኣብ ዝርከብ ኣደባባይ ትያናንመን ኣብ ዝቖመ ሓወልቲ ጀጋኑ ኣኽሊል ዕምባባ ኣንቢሩ። ፕረዚደንት ኢሳያስ ኣፈወርቂ፣ ፕረዚደንት ሺ ጂንፒንግ ብዝገበረሉ ዕድመ መሰረት ካብ ዓሰርተ ኣርባዕተ ጉንበት ኣብ ህዝባዊት ሪፓብሊክ ቻይና ወግዓዊ ምብጻሕ ይፍጽም ከምዘሎ ዝፍለጥ እዩ። ኤርትራን ህዝባዊት ሪፓብሊክ ቻይናን ወግዓዊ ዲፕሎማስያዊ ዝምድና ካብ ዝምስርታ ዝመጽእ ዕስራን ኣርባዕተን ግንቦት ሰላሳ ዓመተን ክመልኣ እየን።
ናብ ዜና ዕረጽ ኣህያን መጽነት ክንሰግር ናይ ሰለስተ ዞባታት ዑደታ ዛዚማ ኣብ ዞባ ጋሽባርካ ትዘውር ዘላ ጽዋእ ህያብ ናጽነት ትማሊ ኣብ ሳዋ ውዕዋዕ ኣቀባብላ ተገይሩላ መኪርኤና ሙሴ ኪዳነ ንዘዳለዎ ጸብጻብ ዳናይት ገብርሂወት ከተቕርቦ እያ።
ብ ዕስራን ኣርባዕተን ሚያዝያ ካብ ድፋዓት ደንደን ብዝተወስደ ክቡር ህያብ ሰማእታት ጸይራ ዝተበገሰት ጽዋእ ህያብ ናጽነት ትማሊ ዓሰርተ ኣርባዕተ ጉንቦት ካብ ኦምሓጀር ንኡስ ዞባታት ጎልጅ ተበጊሳ ከተማ ተሰነይ ሰንጢቓ ኣብ ሰዓታት ቀትሪ ብመስመር ታማራት ሳዋ ኣብ ዝኣተወትሉ ድሙቕ ኣቀባብላ ተገይሩላ። ብሰልፊ ሙሉእ ዕጥቂ ዝዓጠቑ ኣባላት ማእከል ስልጠና ሃገራዊ ኣገልግሎት ኣብ ዝማዕረገ ስነ-ስርዓት ድማ ዋና ዳይረክተር ክፍሊ ባህልን ስፖርትን ዞባ ጋሽ ባርካ ኣቶ እድሪስ ሳልሕ ነታ ጽዋእ ንኣዛዚ ማእከል ስልጠና ሃገራዊ ኣገልግሎት ኮሎኔል ደበሳይ ግደህ ኣረኪቡዋ። ብድሕሪ'ዚ ንዕላማታት ሳዋ ዘንጸባርቕ ኣልባሳት ብዝወደዩ ወድን ጓልን መንእሰያት ብኽብሪ ተጸይራ ናብቲ ኣባላት ሰላሳን ሓሙሽተን ዙርያ ሃገራዊ ኣገልግሎት ዝጽበዩሉ ዝነበሩ ቦታ ኣብ ዝበጽሓትሉ፣ ኮሎኔል ደበሳይ ግደ ንኽብር'ታ ህያብ ሰማእታት ሒዛ ዝመጸት ጽዋእ ዝተዳለወት ሽግ ናጽነት ድሕሪ ምውላዕ፣ ኣብ ዘስምዖ ቃል ንኣገዳስነት ናይቲ ብውክልና ጽዋእ ዝካየድ ዘሎ ዑደት ህያብ ናጽነት ብምጥቃስ፣ ንኹሎም ነቲ ብርቱዕ ሃሩር ተጻዊሮም ብድምቀት ህያብ ሰማእታቶም ዝተቐበሉ ሞጒሱ። ኣብ መወዳእታ ኣዛዚ ማእከል ስልጠና ሃገራዊ ኣገልግሎት ኮሎኔል ደበሳይ ግደ፣ ነታ ጽዋእ ንኣመሓዳሪ ንኡስ ዞባ ፎርቶ ሳዋ ኣቶ ኣቡበከር ማሕሙድ ድሕሪ ምርካቡ፣ ናብ ዝቕጽል ጉዕዞኣ ተፋንያ።
ኣብ ዓባይ ብሪጣንያ ኤርትራውያን ነበርቲ ለንደን ብምኽንያት ቅንያት መበል 32 ዓመት ጽንብል ናጽነት መደብ ኣንበልብሊ ባንዴራይ ኣቃኒዖም። ኣብቲ ጽንብል ናጽነት ንምድማቕን ባንዴራ ኤርትራ ምስ ካልኦት ኣህዛብ ንምልላይን ዝዓለመ መደብ እቶም ዜጋታት ባንዴራ ኤርትራ ብምንብልባልን ብባንዴራ ኤርትራ ኣብ ዝወቀባ ብሽክሌታታት፣ መካይንን ኣውቶቡሳትን ብምውጣሕን ብቐንዲ ጎደናታት ከተማ ለንደን ዑደት ኣካይዶም። እቲ መደብ ኣብ ዝተፈላለየ ክሊ ዕድመ ዝርከቡ ብኣማኢት ዝቑጸሩ ዜጋታት ዝተሳተፍዎ ክኸውን እንከሎ፣ ኣብ መወዳእታ ተሳተፍቲ ኣብ ኣፍደገ ኤምባሲ ኤርትራ ብምትእኽኻብ ንባህልን ክብርታትን ህዝቢ ኤርትራ ብዘንጸባርቕ ጣዕመ ዜማታት ተዘናጊዖም። ኣምባሳደር ኤርትራ ኣብ ዓባይ ብሪጣንያ፣ ሰሜን ኣየርላንድን ኣቶ እስቲፋኖስ ሃብተማርያም ድማ ምስ ኣባላት ኤምባስን ሓለፍቲ ማሕበረ ኮማትን ብምዃን ንተሳተፍቲ ዮሃኑ ገሊጹሎም። ባህላዊ መደባት መበል 32 ዓመት ጽምብል ናጽነት ቅያ ስጡም መስርዕ ብዝብል ቴማ ትማሊ 14 ግንቦት ብድሙቕ ኣገባብ ተጀሚሩ እቲ ኣብ ሜዳ ባሕስ መስከረም ዝተኻየደን ብኤሪ ቲቪ ብቐጥታ ዝተፈነወን መደብ ንጉዕዞ መኸተን ህንፀትን ብሓፈሻ ዝገልፅ ጣዕሚ ዜማታትን ሙዚቃዊ ድራማን ዘጠቓለለዩ ነይሩ ነቲ ምርኢት ንምዕዛብ ነበርትን ተመሃሮን ንብዙሕነትና ዘንጸባርቕ ኣልባሳት ወንዮም ብድሙቕ ጓይላ ተሰንዮም ከካብ ንኡስ ዞባታቶም ክሳብ ባሕቲ መስከረም ዝገበርዎ ጉዕዞ ነቲ ኣጋጣሚ ዝያዳ ኣማዕሪግዎ። ነቲ መደብ ብኣካል ዝተኸታተልዎ ካብ ውሽጢ ሃገርን ወጻእን ዝመጹ ዜጋታት ንኤሪና ኣብ ዝሃብዎ ርእይቶ ጽንብል ናጽነትና ድምቀቱ ነናሻዕ ዝኹላዕ መርኣያ ዝተኸፍሎ ረዚን ዋጋ ከምዝኾነ ብምብራህ ንመላእ ህዝቢ ኤርትራን ንጅግና ሓይልታት ምክልኻሉን ዮውሃና ኢሎም። እቶም ወሃብቲ ርእይቶ ኣስዒቦም፣ ትርጉም ናጽነት ኤርትራ ንዝነ ዝተኸፍሎ ዋጋን ብምግንዛብ፣ ብልምዓት ንምድርዑ ነፍሲ ወከፍ ዜጋ ዓጸፋ ክሰርሕን ከበርክትን መድረኽ ዘጠልቦ ከምዝኾነ ገሊጾም። እቲ መደብ ጉጅለ ባህሊ ኣሰርን ተላሃይቲ ጉጅለ ሚራስን ብዘቕረብኦ ናይ ህቡባት ገዳይምን ሓደስትን ድምጻውያን ዜማታት ዘጠቓልል መሰናድኦታት ደሚቑ ምስዩ። ማሕበር ምትሕግጋዝ ቀዳማይ ዙርያ ሃገራዊ ኣገልግሎት ብምኽንያት መበል 32 ዓመት ዝበዓል ናጽነት ምስ ክፍሊ ማሕበራዊ ኣገልግሎት ዞባ ማእከል ብምውህሃድ ኣብ መዕቆቢ ተኣለይቲ ማይተምናይ ዝተፈላለየ መደባት ኣካይዶም። ኣብቲ ብ ዓሰርተ ኣርባዕተ ግንቦት ዝተኻየደ መደብ፣ ኣቦ ወንበር ማሕበር ኣቶ ጀማል ሳልሕ፣ እቲ ዕላማ ስንኩላንን ማሕበረ ቁጠባዊ ጸገማት ዘለዎምን ወገናት ከም ኩሉ ዜጋ ተኻፈልቲ ናይቲ ጽንብል ንክኾኑ ከምዝኾነ ገሊጹ። ዋና ዳይሬክተር ክፍሊ ማሕበራዊ ኣገልግሎት ኮሎኔል ገብረሃንስ ወልደገርግስ ብግድኡ፣ ኣባላት ቀዳማይ ዙርያ ዝወሰድዎ ተበግሶ ንብሉጽ ማሕበራዊ ክብርታት ሕብረተሰብና ዘጉልሕ ምዃኑ ጠቒሱ፣ ካልኦት ማሕበራትን መንግስታውያን ትካላት እውን ክስዕብኦ ጸዊዑ። ኣብቲ ዕለት እቶም ኣባላት ማሕበር ምትሕግጋዝ ቀዳማይ ዙርያ ሃገራዊ ኣገልግሎት ምሕጻብ ሰብነትን ምስትኽኻል ጸጉሪ ርእስን፣ ምጽራይ ሕሙማት ዝድቅስሉ ክፍልታት፣ ከምኡ'ውን ምትካል ፈልስታት ኣግራብ ዘጠቓልል ንጥፈታት ኣሰላሲሎም። እቲ መደብ ብባህላዊ መሰናድኦ ዝተሰነየ ነይሩ። ህዝቢ ንኡስ ዞባ ጸሮና ኣብ ልምዓታዊ መደባት ንዝተዋፈሩ ኣባላት ሓይልታት ምክልኻል ናይ ምሳሕ እንግዶት ብምግባር ኣተባቢዑ። እቲ ብተበግሶ ነበርቲ ዓሰርተ ሓሙሽተ ምምሕዳራት ከባቢ ዝተወደበ መደብ ምስጋና ንምቕራብን ኣብ ጎኖም ከም ዘለዉ ንምርግጋጽን ዝዓለመ ምዃኑ ወደብቱ ገሊጾም። ነቶም ኣባላት ሰራዊት ወኪሉ ቃል ዘስምዐ ካፕተን ማዕቀባይ ሰለሙን ብግድኡ ሓያል ህዝቢ ሓያል ሰራዊት ይፈጥር፣ ሓያል ሰራዊት ድማ ድሕነትን ሰላምን ህዝብን ሃገርን የውሕስ ድሕሪ ምባል ነበርቲ ንዝወሰድዎ ተበግሶ ሞጊሱ። ኣብቲ ዕለት ንጅግንነትን ቅያን ሓይልታት ምክልኻል ኤርትራ ዝገልጽን ዘሞግስን ስነጥበባዊ መሰናድኦታት ቀሪቡ። ክብራትን ክብራንን ቀጢሉ ዝቐርብ ዜና ወፃኢ ንምክትታልኩም ደጊመ ብኽብሪ ይዕድም። ኣብ ዜና ወፃኢ ክንሰግር መንግስቲ ቻይና ኣብ ኩናት ዩክሬን ሰላማዊ ፖለቲካዊ መዓልቦ ንክረክብ ብዘካይዶ ዘሎ ፃዕሪ ሚኒስተር ጉዳያት ወፃኢ ኪን ጋንግ ኣብ ዩክሬንን ሩስያን ዝርከበን ሓሙሽተ ሃገራት ዑደት ክፍፅም ምዃኑ ኣፍሊጡ ኣብዚ ሎሚ ዓሰርተ ሓሙሽተ ግንቦት ብዩክሬን ዝፍልም ዑደቱ፣ ሚኒስተር ኪን ናብ ኲናት ዩክሬን ፖለቲካዊ መዓልቦ ንምርካብ ምስ ዝተፈላለዩ ምስቲ ጉዳይ ቀጥታዊ ምትእስሳር ዘለዎም ወገናት ዝርርብ ከካይድ ምዃኑ ሚኒስትሪ ጉዳያት ወጻኢ ቻይና ሓቢሩ። ኣብዚ ምዝዛም ዝሓለፈ ወርሒ ሚያዝያ ፕሬዚደንት ቻይና ሺ ጂንፒንግ ምስ ዩክሬናዊ መዘኑ ቭሎዲሚር ዘለንስኪ ናይ ቴሌፎን ርክብ ከም ዘካየደ ዝጠቐሱ ጸብጻባት ቻይና ኲናት ዩክሬን ብዲፕሎማስያዊ መዳይ ንምፍትሑ ዘኽእል ንድፊ ናብ ኣህጉራዊ ማሕበረሰብ ከም ዘቕረበት ይሕብሩ። እንተኾነ ግን ቻይና ቀንዲ መሻርኽቲ ሩስያ'ያ ኢሎም ዝወቕሱ ሓያሎ ላዕለዎት ፖለቲከኛታት ሃገራት ምዕራብ ንተበግሶ ቻይና ክቃወምዎ ምጽንሖም ይፍለጥ። ፕሬዚደንት ፈረንሳ ኢማኑዌል ማክሮንን ፕሬዚደንት ኮሚሽን ኤውሮጳ ኡርሳላ ቮንደር ላየንን ናብ ከተማ ቤጂንግ ብምጓዓዝ ምስ ፕሬዚደንት ሺ ጂንፒንግ ኣብ ዝገበርዎ ርክብ ቻይና ንሩስያ ወታደራዊ ደገፍ ከይትገብረላ ምጽውዖም ይሕበር። ኣብ ተመሳሳሊ ኣርእስቲ መንግስቲ ደቡብ ኣፍሪቃ ኣብ ጉዳይ ኩናት ዩክሬን ዘይሻራዊ መርገጺ ከም ዘለዎ ሎሚ 15 ግንቦት ኣብ ዘውጽኦ መግለጺ ኣፍሊጡ። መንግስቲ ደቡብ ኣፍሪቃ ነዚ ዘነጸረ፣ ሃገሩ ንሩስያ ወተሃደራዊ ደገፍ ተበርክት ከም ዘላ ኣሜሪካ ንዘቕረበቶ ክሲ ብምንጻግ እዩ። ደቡብ ኣፍሪቃ ንኲናት ዩክሬን ብሰላማዊ መዳይ ንምፍትሑ እጃማ ከተበርክት ድልውቲ ምዃና እዩ መንግስቲ ደቡብ ኣፍሪቃ ኣነጺሩ ዘሎ። ኣሜሪካ ሃገራት ኣፍሪቃ ምስ ሩስያ ንዘለወን ዝምድና ክበትካ ተካይዶ ዘላ ጸቕጢ ከተቋርጾ መንግስቲ ደቡብ ኣፍሪቃ ክጽውዕ ምጽንሑ እዩ ዝሕበር። ኪዳን ሰሜን ኣትላንቲክ ኔቶ ኣብ ጃፓን ክኸፍቶ ወጢኑ ዘሎ ቤት ጽሕፈት ኣብ ዞባ ኣስያን ንዘለዎ ናይ ምስፍሕፋሕ ጥሙሕ ዘነጽር ምዃኑ ተንተንቲ ገሊጾም እቲ ውጥን ኣብ ባይታ ንምግትባር ዝዓለመ ርክብ ይካየድ ከም ዘሎ ሚኒስተር ጉዳያት ወፃኢ ጃፓን ዮሺማሳ ሓያሽን ዋና ጸሓፊ ኔቶ ጀንስ ስቶተልበርግን በብወገኖም ኣብ ዘካየድዎ ቃለ መሕተት ምሕባሮም ይቃላሕ ኣሎ ሓያሎ ጃፓናውያን ክኢላታት፣ እቲ ውጥን ንምትእትታው ጃፓን ኣብ ኣህጉራዊ ጉዳያት ብምዕባይ ካብ እትኽእሎ ሰላማዊ ፖለቲካዊ መርሓ ክተዳልህጽ ዝገብራ ምዃኑ ብምጥቃስ ተቓውሞኦም ገሊጾም ኣለዉ። ኔቶ ኣብ ኤስያ ፍልልይን ምትፍናንን ንምፍጣር ዝወስዶ ዘሎ ቅሉዕ ስጉምቲ ውጽኢቱ ሓደገኛ ምዃኑ ዝጠቐሱቶም ጃፓናውያን ክኢላታት እዚ ካብ ረብሓታቱ ክሳራታቱ ከም ዝዛይድ ኣረዲኦም። ጃፓን ምስ ኔቶ ትምስርቶ ዘላ ጥቡቕ ዝምድናታት ንድልየትን ኣተሓሳስባን ህዝቢ ጃፓን ዝውክል ከም ዘይኮነ ዘነጽሩ እቶም ክኢላታት፣ ምስቲ ወተሃደራዊ ኪዳን ዝምስረት ዝምድና ብመሰረት ቅዋም እታ ሃገር ተቐባልነት ከም ዘይብሉ ሓቢሮም። ወተሃደራዊ ባጀቱ ብዕጽፍታት ኣዛይድዎ ዘሎ መንግስቲ ጃፓን፣ ምስ ኣሜሪካ እትርከበን ሃገራት ምዕራብ ዘለዎ ወተሃደራውን ጸጥታውን ሽርክነት ንምድልዳል ዘኽእል ሓያሎ ስጉምትታት ክወስድ ምጽንሑ ይፍለጥ። መንግስቲ ጃፓን፣ ኣብ ጉዳይ ደሴት ታይዋንን ባሕር ደቡባዊ ምብራቕ ቻይናን ዘካይዶ ምትእትታው ምስ ቻይና ኣቀሓሒርዎ ከም ዘሎ'ዩ ዝሕበር። ብጉዳይ እጀታ ባሕር ደቡብ ቻይና ኣብ ሞንጎ ሃገራት'ቲ ዞባ ተፈጢሩ ዘሎ ምትፍናን ናብ ተኣፋፊ ደረጃ ከይዓርግ ተሰጊኡ እዚ ዝተሓበረ፣ ፍሊፕንስ ኣብ ወሰናስን ናብቲ ሞያዊ ኣካል ዝርከባ ደሴታት እጀታኣ ምዃነን ዝሕብር ተንሳፋፊ ምልክታት ከምዝተኸተለት ኣብ ዝግለጽ ኣብ ዝገለጸትሉ'ዩ። እቲ ስጉምቲ መንግስቲ ፍሊፒንስ ሞያዊ ግዝኣት ሃገሩ ንምንጻርን ንምሕላውን ንዘለዎ ዘይተጸዓድነት ዘመልክት ምዃኑ ኣፈኛዋ መንግስቲ ፍሊፒንስ ሓቢሩ። እቲ ፍሊፒንስ ዝዘርግሓቶ ተጻፋፊ ምልክታት ኣብ ከባቢ እቲ ቻይና ሉዓላዊ ግዝኣታ ምዃኑ እትገልጾ ሞያዊ ኣካልን ደሴታትን ብምዃኑ ንምትፍናን ክልቲኤን ሃገራት ዘጋድድ ምዃኑ ምስቲ ዞባ ቅርበት ዘለዎም የረድኡ። መንግስቲ ፍሊፒንስ ኣብዚ ዓመት እዚ ምስ ኣሜሪካ ዝነበሮ ጸጥታዊ ዝምድናታት ብምድልዳል እታ ሃገር ተወሳኺ ወታደራዊ መዓስከራት ኣብ መሬቱ ክትድኩን ምፍቃዱ ዝፍለጥ እዩ። እቲ ስጉምቲ ንፍሊፒንስ ርሑቕ ምብራቕ ኤስያን ናብ ዝኸፍአ ቁርቁስ ጂኦፖለቲካዊ ረብሓታት ሓያል ሃገራት ከም ዝሸመሞም ምስቲ ዞባ ቅርበት ዘለዎም ተንተንቲ ይገልጹ። መንግስቲ ቻይና ጉዳይ ባሕር ደቡብ ቻይና ኣብቲ ስትራቴጂካዊ ማያዊ ኣካል እጀታ ብዘለወን ሃገራት ዘካይድኦ ቀጥታዊ ዝርርብ ጥራይ ክፍታሕ ከም ዘለዎ ከም ዝኣምን እዩ ብተደጋጋሚ ክገልጽ ጸኒሑ። ኣሜሪካ ገስጋስ ቻይና ንምዕንቃጽ ኣብ እትገብሮ ምንቅስቓስ ብጉዳይ እጀታ ባሕሪ ደቡብ ቻይና ኣመሳሚሳ እተካይዶ ምትእትታው ኣብቲ ዞባ ኣሐይላቶ ከም ዘላዮም ምስቲ ዞባ ቅርበት ዘለዎም ተንተንቲ ዝሕብሩ። ኣብ መንጎ ጎረባብቲ ሃገራት ኣርሜንያን ኣዘርባጃንን ተፈጢሩ ዘሎ ወታደራዊ ወጥሪ ንምህዳእ ብመንጎኝነት ኤውሮጳዊ ሕብረት ዝተኻየደ ርክብ ብዘይፍረ ተበቲኑ። ክልቲኤን ሃገራት ኣብቲ ትማሊ ዓሰርተ ኣርባዕተ ግንቦት ኣብ ከተማ ብራስለስ ቤልጁም ዝተኻየደ ርክብ ፍልልያተን ከጽብባ ከም ዘይከኣላ'ዩ ተሓቢሩ። ኣብ ዝሓለፈ ሰሙን ኣብ መንጎ ሰራዊት ክልቲኤን ሃገራት ዝተኻየደ ምልውዋጥ ተኹሲ ነቲ ተፈጢሩ ዝጸንሐ ወታደራዊ ወጥሪ ከም ዘጋደዶ ይዝከር። ኣብ ዝሓለፈ ወርሓት መጋቢትን ሚያዝያን ኣብ መንጎ ሰራዊት ክልቲኤን ሃገራት ተመሳሳሊ ግጭታት ከም እተወልዐ ይዝከር። ኣርሜንያን ኣዘርባጃንን ኣብ ክልተ ሽሕን ዒስራን ብጉዳይ ኣከራኻሪ ዞባ ናጎርኖ ካራባኽ ብዘካየድዎ ንልዕሊ ሽዱሽተ ኣዋርሕ ዝቐጸለ ምልውዋጥ ተኩሲ ካብ ክልቲኤን ልዕሊ ሽዱሽተ ሽሕን ሓሙሽተ ሚእትን ከም እተቐትሉ ጸብጻባት የረድኡ። ነቲ ግጭት ንምህዳእ ብመንጎኝነት ሩስያ ዝተበጽሐ ስምምዕ ምቁራጽ ተኹሲ ብተደጋጋሚ ክጠሓስ ምጽንሑ ይግለጽ። ኣርሜንያን ኣዘርባጃንን ብጉዳይ ዞባ ናጎርኖ ካራባኽ ንልዕሊ ሰላሳን ሓሙሽተን ዓመታት ከም እተኸራኸራ ይፍለጥ። ኣብ ማእከላይ ሸነኽ ሶማልያ ጋሻ ውሕጅ ብዝፈጠሮ ሓያል ዕልቕልቕ ሰብኣዊ ንዋታውን ቁጠባውን ክሰራታት ወሪዱ። ብሰንኪቲ ኣብ ከተማ በለድወይንን ከባቢኣን ዝተኸስተ ባህርያዊ ሓደጋ ብርክት ዝበሉ ሰባት ከም ዝሞቱ ዝሓበሩ ጸብጻባት፣ ልዕሊ ክልተ ሚእቲ ሽሕ ካልኦት ከም እተመዛበሉ ኣረዲኦም። በቲ ሓደጋ ኣብ ትሕተ ቅርጺ መስመራት መጓዓዝያን ኤሌክትሪክሲቲን ከቢድ ዕንወት ከም ዝወረደ ሰብ መዚ ሶማልያ ሓቢሮም። ሰፊሕ ክፋል ሶማልያ ክሊማዊ ነውጺ ብዘስዓቦ ሓያል ደርቂ ተጠቒዑ ከም ዘሎ'ዩ ዝፍለጥ። ኣብ ሶማልያ ጥራይ ዘይኮነ ኣብ ካልኦት ሃገራት ቀርኒ ኣፍሪቃ እውን ተመሳሳሊ ዝጠንቁ ሓደጋታት ደርቂ ኣጋጢሙ ከም ዘሎ ጸብጻባት ይጠቕሱ። እስራኤል ኣብ ልዕሊ ፍልስጤማውያን ተካይዶ ዘላ ወታደራዊ ተጻብኦታት ደው ክብል ዝጽውዕ ናይ ተቃውሞ ሰልፍታት ትማሊ 14 ግንቦት ኣብ ኣሜሪካን ብሪጣንያን ዝርከበን ሓያሎ ሃገራት ተኻይዱ ኣሽሓት ሰልፈኛታት ኣብ ጎደናታት ከተማታት ኒውዮርክ፣ ለንደን፣ ቬናን ዳብሊንን ወጺኦም፣ እቲ ህይወት ብዙሓት ፍልስጤማውያን ዘጥፍእ ዘሎ ተጻብኦታት ደው ክብል፣ ማሕበረሰብ ዓለም ድማ ተርኡ ክጻወት ጸዊዖም። እስራኤል ኣብ ምዕራባዊ ገማግም ትሃንጾ ዘላ ዘይሕጋዊ ሰፈራታት ካብ ቀንዲ ጠንቂ ናይቲ ኣብቲ ከባቢ ተፈጢሩ ዘሎ ጸጥታውን ወታደራውን ጸገማት ምዃኑ ዝገልጹ ሰልፈኛታት ብህጹጽ ደው ክብል ተማሕጺኖም። እታ ሃገር ኣብቲ ዘይሕጋዊ ሰፈራታት ልዕሊ ሸውዓተ ሚእቲ ሽሕ ዜጋታት ኣስፊራ ከምዘላ ይፍለጥ። እስራኤል ኣብ ዝሓለፈ ቀረባ መዓልታት ኣብ ወሽመጥ ቓዛ ብዘካየደቶ ደብዳብ ብውሕዱ ሰላሳን ሰለስተን ፍልስጤማውያን ከም እተቐትሉ ዝዝከር ኰይኑ፣ እቲ መጥቃዕቲ ኣብቲ ከባቢ ንዝጸንሐ ወጥሪ ኣኽሪርዎ ከምዘሎ ጸብጻባት የረድኡ። ውድብ ሕቡራት ሃገራት ነቲ እስራኤል ተካይዶ ዘላ ተጻብኦታት ካብ ምኹናን ሓሊፉ ኣብ ልዕሊኣ ዝጥቀስ ስጉምቲ ክወስድ ከም ዘይጸንሐ ይጥቀስ። ዜና ቅድሚ ዛምና ቀድ ንእታቱ ክንደግመልኩም። ፕሬዚደንት ሺ ጂንፒንግ ንፕሬዚደንት ኢሳያስ ኣፈወርቂ ወግዓዊ ኣቀባብላ ገይሩሉ። ፅዋእ ህያል መፅነት ኣብ መዲና መንእስያት ዝኾነት ሳዋ ውዕዋዕ ኣቀባብላ ተገይሩላ ኣብ ዓባይ ብሪጣንያ ኤርትራውያን ነበርቲ ለንደን መደብ ኣንበልብሊ ባንዴራይ ኣቃኒዖም ሚኒስተር ጉዳያት ወፃኢ ቻይና ኣብ ዩክሬንን ሩስያን ዝርከበን ሓሙሽተ ሃገራት ዑደት ክፍፅም መደብ ከም ዘሎ ተገሊፁ ኔቶ ኣብ ጃፓን ክኸፍቶ ወጢኑ ዘሎ ቤት ጽሕፈት ንናይ ምስፍሕፋሕ ጥሙሕ ናይቲ ኪዳን ዘነጽር ምዃኑ ተገሊጹ። ብጉዳይ እጀታ ባሕር ደቡብ ቻይና ኣብ መንጎ ሃገራት ዞባ ተፈጢሩ ዘሎ ምትፍናን ከይዓርግ ተሰጊኡ